በዓልቲ ቤቱ እታ ድኻ ሓዋ ኣዝያ ጽብቕቲ ሰሓቢትን እያ ነይራ። ብሰንኪ ድኽነቶም ግን ኣብ እንዳ እንዳ ሓዋኣ ሃብታም ትሰርሕ ነበረት። ዕረፍቲ ኣይነበራን። ካብ ንግሆ እስካብ ለይቲ ትሰርሕ ነበረት። ምንም ኣይተዕርፍን ነበረት። ካብ ንግሆ እስካብ ለይቲ ትሰርሕ ነበረት። በዓልቲ ቤቱ እታ ሃብታም ሓዋ እንዳ ሰበይቲ ሓው ኣዝያ ትቀንኣላ ነበረት ንፍዕቲ ስለ ዝነበረት ደሞዝ ሰላም ሰላም ክብራት ተኸታተልቲ ናይ ሜሪ ቻናል ተኸታተልቲ ከመይ ኣለኹም? ንሕና ሰላም ኢና ካብ ሰላም ዘለና እዩ ሰላም ክትኮኑ ሙሉእ ትምኒትና እዩ። ባር ለማንቲ ሒዘናልኩም ደሞ ደስ ትብል ዛንታ ታሪክ ሒዝናልኩም መፂና ኣለና። እስካብ መጨረሻ ተሓቢርኩም ተኸታተሉና። ሓደሽቲ ዝኾንኩም ሳብስክራይብ ላይክ ኣይትረስዑ። ነባራት ዝኾንኩም ደሞ መበረታትዕኹም ኣይፈለየና። ናብ ታሪክና ንኺድ። ሓደ እዋን ክልተ ኣሕዋት ነይሮም። እቲ ሓደ ሃብታም እዩ፣ እቲ ሓደ ደሞ ድኻ እዩ ነበሩ። በዓልቲ ቤቱ እታ ድኻ ሓዋ ኣዝያ ጽብቕቲ ሰሓቢትን ነበረት። ብሰንኪ ድኽነቶም ግን ኣብ ሓደ እንቲ እንዳ ሃብታም ትሰርሕ ነበረት። ዕረፍቲ ኣይነበራን፣ ካብ ንግሆ እስካብ ለይቲ ትሰርሕ ነበረት። በዓልቲ ቤቱ እታ ሃብታም ሓዋ እንዳ ሓዉ ትሰርሕ ነበረት። እዛ ሰበይቲ ሓዉ ግን ብጣዕሚ ትቀንኣላ ነበረት። ኣዝያ ንፍዕቲ ስለ ዝነበረት ደሞዛ ክትከፍላ ኣይትደልን ነበረት። ግን ሓደ መዓልቲ እዚ ስርናይ እዚ ስርናይ እንተ ዘይሓፊስኩዮ ስርናይ ደፊኣ እቲ ስርናይ እንተ ዘይሓፊስክዮ ካብ ደመወዝኪ ክቆርፀልኪ እየ ትብላ። ደሞዛ ኣስጨካን ስለ ዘበር ደሞዛ ክትከፍላ ኣይትደልን ነበረት። ሓደ መዓልቲ ደሞ እቲ ድኻ ሓዋ ኣዝዩ ተቆጥዐ። ሚስክን ሰበይቱ ነገር ከምዚ ኢልና ክንነብር ኣይደልን እየ ስራሕ ዶ ኣነ ስራሕ ክእልሽ እየ በላ። ከምዚ ኢልና ክንነብር ኣይንኽእልን ኢና ኢሉ ደቀይ ሓደራ ኢሉ ይነግራ። ነቲ ሃብታም ሓው ደሞ ሓወይ እንተጠይቅኪ ምንም ነገር ከይትምልስሉ ኢሉ ይነግራ። ቅድሚ ምኻደ ግን ክልቲኦም ይጸልዩ ናብ ጉዕዞኡ ከይከደ ብናግኡ ክከይድ ምስ ወሰነ ዝሐሸ ብነገኡ ጉዕዞኡ ጠቕሊሉ ንእሽተይ ዝኸውን ምግቢ ኣብ ጨርቂ ጠቐለለ ሒዙ ጉዕዞኡ ጀመረ። ጉዕዞኡ እናቐጸለ ኣብ ሓደ ጫካ ይኣቲ። ኣብቲ ጫካ ዝኾነ ሰብ ምንም ሰብ የለን። ጸልማት ለይቲ ብሕታውነት ጨካ ኣዝዩ ከም ዘፍርሕ ነበረ። ኣዝዩ ፈርሐ። ፈርሐ። ድኽነቱ ደቁ ክዝክር ከሎ ግን ሓይሊ ትብዓትን ይረክብ ነበረ። ዋላ ሓንቲ ከይረኸብኩማ ካብዚ ኣይምለስን እናበለ ውሽጡ ብውሽጡ እናተናገረ ጉዕዝኡ እናጀመረ ጉዝዑ ይቕጽል። ኣዝዩ ጠመዮ፣ ደኸሞን፣ ስለዚ ዘዕርፈሉ ቦታ ረኸበ። ክበልዕ ጀመረ። ደቁ ግን ትዝ እናበልዎ ግን ካብ ምብካዩ ኣየቋረጸን እዩ። ካብቲ ግዜ እቲ ሓንቲ ዘፍርሕ ሰበይቲ ብእኡ እናሓለፈት ከምቲ እናሓለፈት ብጥቕኡ እናሓለፈት ምስ ረኣያ፣ እዛ'ቲ ሰበይቲ መን ኢኺ? እናበለ ብድፍረት ጠየቓ። ደድሕሪኣ ክስዕብ ጀመረ። ደድሕሪኣ ጉዕዞኡ ጀመረ። ኣቲ ሰበይቲ በጃኺ መን ኢኺ? እናበለ ጉዕዞኡ ደድሕሪኣ ቀጸለ። ኣብ ጥቕኡ ግን ዝገርም ነገር ቤት መንግስቲ ረኸበ። እንታይ ክምገቡ እዮም እናበለ ብምሕሳብ ነበረ ክሓስብ ንሓስብ ነበረ። ሰብኣዩ ናብ ቤተ መንግስቲ ኣተወ። ነቲ ቀንዲ ማዕዶ ነቲ ቀንዲ ማዕጾ ከፈቶ ኣተወ። ብር ምሉእ ነበረ። ጨና ምግቢ ሸተቶ። ዝሸትት ነበረ። ኣብ ውሽጡ እንታይ ከም ዘሎ ክሪኦ እናበለ ኣተወ ደለየ። ንሱ ደሞ ምናልባት ምክንያት ይደልዩኒ ይኸውኑ እናበለ ዕንጨይቲ ሰበረ፣ ሓዊ ክውልዕ ጀመረ። እዚ ሰብኣይ ተባዕ እዩ፣ እቲ ዘይፈለጥ ቤት መንግስቲ ጸልማት እዩ። ንእሽተይ ትንፋስ እናወሰደ ኣብዚ ገዛ መን ኣሎ ኢሉ ሓተቶ። ዓብዪ ድስቲ ስጋ ይበስል ነበረ፣ ንሱ ደሞ ይበልዕ ነበረ። ከምቲ ዝበልኩኹም እቲ ጨና ዘይጸወር እዩ ነይሩ። እቲ ሰብኣይ ደሞ ከምዚ ዝብል ነገር ምስ በልዕና እቲ ንቲ ኣብ ጫካ ዝረከባ ጸላም ክዳን ዝተኸደነት ሰበይቲ ቀሪቡ ናብኣ መጸ። ይቅርታ እመቤት ኣነ ድኻ ሰብኣይ እየ ሕማቅ ክገብር ኣይ ኣይመጻኹን ኣይትፍርሒ ዶሞ ኣዝየ እዙይ ክኣቲ እየ ኣነ ስራሕ ክእልሽ እየ ኢሉ ናተና ነገራ ኣብዚ ክኣቲ እንታይ እንተደሊኺ ኣነ ክወፅእ እየ እናበለ ነገራ እንተዘይረብሸኩም ኮፍ ኢልና ኩሉ ታሪከይ ክነግረኩም እየ በሎም። ነዛ ሰበይቲ ኣብ ጫካ ዝረኸባ ደሞ እናነገራ ናሃለየ ታሪኩ ልባ ተንኪእዋ ኣሕዚናት ኣሕዚንዋ ምግቢ ክትቅርበሉ ጀመረት። ንሱ ግን እሱ እውን እሱ ግን ታሪኩ እና- እናተናገረ ጀ- ምንጋር ጀመረ። ኣነ ሰበይቲ ኣላትኒ ካብ ናይኻ ሰበይቲ ጽብቕቲ ኣላትኒ ተባዕን ጅግና ስለ እያ በሎ። ግን ኣብ ገዛ እየ ገዲፈያ ይብሎ። ሰበይቱ ተባዕን ጅግናን ስለ ፍቁራት ሓንቲ ክትገብረሉ ኣይደለየን። ግዳ ሓቂ ምግቢ ከልዕል ምግቢ ከትቅርበሉ ወይኒ እንጀራ እናቃቀሑ እናበልዐ ዘሕዝን ታሪክ ክነግር ጀመረ። ነገረኒ ነገር ሃብታም ሓው ኣለኒ ኣቦና ኩሉ ንዕኡ ገዲፎምሉ እዮም በሎ። ሰበይቲ እውን ሰበይቲ እውን ሰበይተይ እውን ደኻ እያ ኣነ እውን ደኻ እየ ሰበይተይ ዶካ እያ በዓልቲ ቤተይ እውን ኣብ ቤታ እየ ገዲፈያ እናበለ እናረብዐ ድኽነቱ ድኽነቱ ኣዝዩ ደኺሙኒ እዩ በሎ። ብጣዕሚ ደኺሙኒ ኣሎ ብጣዕሚ ሕማቕ እየ ዘለኹ በሎ። ኣብቲ ንላዕሊ ድኽነት ኣነ እቶም ቆልዑ ዝበልዕዎ ኣይብለይን ስለዚ እቲ ሂወት ብጣዕሚ ካቢድ እዩ እንታይ ስራሕ ገንዘብ ክደሊ እየ በሎ ወፀ እንተዘይኮነ ግን ክወፅእ እየ እንተዘይደለኻኒ በሎ ግን ንምንታይ ብለይቲ ትመፅእ በለቶ ኣነ እንጀራ ኮይኑኒ በለት ኢልዋ ታሪካ ታሪኩ ምስ ነገራ እታ ሰበይቲ ሚስክን ሰበይቲ ልባ ይትንክፋ ንእግሩ መንገዲ ደ- እዚ ሰበይቲ ዕድራ ጨርሚ እዩ ጨርሚ እዩ ንፍዕቲ ሰብኣይ ሰብኣይ እንተረኪበ ግን ከም ሰላማዊ ሰብ እዩ ትዘረብ ሕማቅ ነገር ኣይትከውንን እያ እያ ግን ሕማቅ እንተ ኬንካ ምኳን ኣይትገድፋን እያ እንታይ ዘጋጠሞ ስለ ዝተረደኦ ዶሞ ኣብይ ብዙሕ ሃፍቲ ከም ዘለዎ ትሪኦ። ምሰረደኣ ምስተንከፋ ምሰሕዘና እታ ሰበይቲ ንዙ ሰብኣያ ብዙሕ ሃፍቲ ስለ ዝነበሮም ዝተኸኣለ ዝተቀበለ ዕለትን ሰዓትን ገንዘብ ከዋኢ ክትወድ ደለየት ዝተለኣክ ዝተቐበለ ዕለትን ሰዓትን ንምርኣይ ልቢ ምጭናቕ ካብ መላእክቲ ገበረ መልሲ ንምሃብ ድሪ መጥቃትን መሓዘን ክትኮን ኢሉ ኣዘዞ። ጅቡእ እዚ ሰበይቲ እዛ ስብኣይ ታሪኩ ምስ ኣዕለሎ ብዙሕ ሳንቲምን ብዙሕ ቅርሽን ከምዝዎ ነገሮ። ጅቡኡ ሙሉእ ነዚ ዝሰምዕ ምስ ሰምዐ ኣዝዩ ተሓጎሰ። እንተ ሓፍቱ እዚ እዩ ዘደሊ ዝነበርኩ እዚ ፍርሒ ናብቲ ቦታ እተ ክመጽእ እየ ኑቲ ወርቅታት ወርቅታት ብዙሕ ዝሃፍታም ሰብኣይ ብዙሕ ብዙሕ ወርቅታት ነበሮ። እሱ ደሞ ካብ ማዕዶ ምስ ብዙሕ ወርቀታት ስለ ዝነበ ኣይደለዩ ነበረ ኣመላኺቱ ኣብዚ ኣብቲ ብዙ ማዕጾ ከም ዘሎ ብሓጎስ ተዛረቦ ናብቲ ዘመልክቶ ማዕጾ ብምኻድ ብዙሕ ሳንቲምን ከም ዘሎ ይሪኦ ኣስተውዓለ ወርቂ ኣልማዝን ኣሎ ብዚሕ ስንቂ ኣሎ ግን ናብ ብርርብርውን ነበረ ኣይክድኖን እዩ እቲ ንቲ በሪ ቡቲ ተሰኪምዎ ዘሎ ድኹዒ ብሓጎስ ክስኮሞ ይጅምር ኣብ ሻንጥኡ ክስኮሞ ይጅምር እዚ ድኻ ሰብኣይ ብዙሕ ክስከም ኣይከኣለን እዩ። እንተ ግና እንተ ግና ስሰዐ ስለ ዘይኮነ ብዙሕ ክስስዕ ስለ ዘይብሉ ዝኸኣሎ ንዕኡ ንስድርኡን ዝኣክል ጥራይ እዩ ዝስከም። ሽዑ ረከበ የመስግን የመስግኖ መጠንቀ ስቅታ እውን ትህቦ ዳግማይ ናብዚ ቤት መንግስቲ ኣይትምለስን እንታ ኣይትሸቀል ሓፍተይ ጸገም የለን ሕጂ እዚ ናበይ ዓደይ ክወስዶ እየ በሎ ስድራይ ክቅይር እየ ሓቂ እየ ኣደይና ኣብዚ እያ ትነብር ሰብ እንተረእዩ ኣይትልዕሎን ኣይትንክሶን እዩ ግን ኣብቲ ኣካባቢ ክትፈርሕ ክትፈርሕ እያ ስለዚ በጃኹም ዳግማይ ናብዚ ኣከባቢ ኣይትምለስን በለቶ። እቲ ሰብኣይ'ውን ኣይ ኣይምለስን፣ ዝሓዝክዎ ብግቡእ ሒዘ ክኸይድ እየ በለቶ። በላ ተጠቂምካሉ ይኣክለኒ እዩ ተጠቂመሉ ይኣክለኒ እዩ በላ። ምሕዝነታዊ ምክሪ ንስብኣዊ ግሳ እዚ እውን ናብ ጉዕዞ ይመርሕ፣ ናብ ጉዝኡ ይመርሕ፣ ተሰኪሙ ናብ ጉዕዞኡ ይመርሕ። ኣብ መንገዲ ዕዳጋ ትረክብ፣ ኣብቲ ዕዳጋ ክልተ ተባዕታይ ኣነስተይቲ በጊዕ ብሓደ ብሪ ይገዝኡ፣ ኣድጊ እውን ገዝኣ ናብ ገዝኡ ይከይድ። እቶም ቆልዑ ኣብ መንገዲ ረኣዮም ባባ ባባ ኣብዚ ኣሎ እናበሉ ብሓጎስ ይሓቕፍዎ ኣቦ ካብ ስራሕ ምስ ተመለሰ ዝመጽእ ሓጎስ ፈጺምካ ክትርስዖ ኣይትኽእልን ኢካ እቲ እቲ ኣድጊ ሰብኣይ እቲ ሰብኣይ እቶም ኣንስሳ እቶም እንስሳ ሒዙ ምስ ረኣዩ ብጣዕሚ ተሓጎሱ ሰብኣይ ደሞ ሎሚ እቲ ኣረጊት ሰብኣይ ዘይምምፃእ ዓይኒ ምግብን ምግቢ ኣምፅእሎም እንተ ፅብቅቲ ደርሆ ደርሆ እንተ ጨና ፍራፍረ ክንዲ ዓመት ሒዙ መፀ እቲ ስድራ ቤቱ ዝውርሱ ዘውረሰትሉ ኣብቲ ኣብ መጻውቲ ቤቱ ፍሽክ እናበለ ሰሓቀ። ሽዑ ንበዓልቲ ቤቱ ብብሓደ እንታይ ከም ዘጋጠመ ኣረድኣ። ከመይ ጌረ ከመይ ጌረ ከመይ ጌርካ ገንዘብ ረኪብካ ከመይ ዝኣክል ክነ ንገረኒ በለቶ። እሱ እውን ነገራ ጀመረ ወላ ሓንቲ ከይሓብአ ነገራ ንበዓልቲ ቤቱ ደቀን ረኣዮ። ሕጂ ምሸት ከይኑ ኣሎ ደኺሙኒ ይድቅስ እየ በሎ። ካብ ድቃሱ ምስ ተራ- ተበራበረ ደሞ ነት- ነቲ ዝብ ንቲ ዝገዝእዎን ኣባጊዕን ኣድግን ንሰበይቱ ኣርኣያ ተሓጎሰት ደሞ ኣብቲ ኩሉ ዘለዎ ገንዘብ እንታይ ክገብሮ ምዃኑ ሓተተቶ ነዚ ትሕቲ ታሕቲ ዝበለ ጎጆ ኣፍሪሰ ንርእሰይ ከስርሓ እየ ንርእሰይ ንደቀይ ጽብቕቲ ገዛ ክሰርሐሎም እየ ሃብታም ነበረ ሃብታም ሃፍታም እንኮን ኢና በላ ምዃን ነገር እንተ እዚ ጥራይ እዩ እተን ኣባጊዕ ንኡ ዓቢ ነገር እዩ ላሕመን ገዛ ጽባሕ ይም ቀረቦተን ሸየጠ ይር ይሓርስ ኣብ ዕድግን ቤተ መንግስትን ሰርሐ ካብ ናይ ንጎ ዝቀንእ ጽቡቁን ህይወትን ክነብር ጀመረ። ናብቲ ዛንታ ንምምላስ፣ እቲ ሃብታም ሓው ምስቲ ብርክታዊት ሰበይቲ'ዩ። እቲ ንሓዉ ከይረኣየ ንሕና እውን ዝረሓቀ ሓዉ ንበዓልቲ ቤቱ ሓዉ ድዩ ከይዱ መጺኡ ኣይፈልጥን እናበሉ ነበሩ። እቶም ሃፋትም ሰብኣያ መጸ። ኣይትፈልጥን ድኻ ዝገበርካዮ፣ ኣይትፈልጡን ድኻ ዝገበርካዮ በሎ። ትፈልጥ ድኻ እቲ ዝደልዮ ዝነበረ ሰብኣይ እታ ሰበይቲ ኣይትፈልጥን ኢኻ ዝገበርካይ ዝገበረትለይ ዝገበረቶ ንሰበይቲ ኢሉ ነበረ። ሰብኣዩ ናብዚ ገዛ ከየደ እንታይ ሎሚ እዚ ብድኽነት ብጥሜትን ሙዚቃ ዝሞተ ዝሞተ ብዝኾነ ኣይትሕዘን በሎ። ዝኾነ ዝኾነ ኣይተጋጠመና ኣይትሕዘን በሎ እንጀራ ገለ እቲ ሓዊ ግን ብጣዕሚ ለዋስ ስለ ዝነበረ ብጣዕሚ ተሓጎሰ። ገዝኦም ሃብታም ከይኖም ኣለዉ። እቲ ዛንታ ምስ ሰበይቱ ክነግራ እናኸደ ጉዕዝኡ ጀመረ። ንሰበይቱ ክነግራ ጉዕዝኡ እናኸደ ጉዕዝኡ ጀመረ። እዛ ሰበይቲ ግን ምስ ሰምዐት ብጣዕሚ ትቐንእ ብጣዕሚ ቀና ስለ ዝነበረት ኣዝያ ተቆጠዐት። ንሳ ደሞ ንሱ ደሞ ከመይ ክርእየኪ እየ በለት ከመይ ገይረ ክርእዮም እየ በለቶ። ብጣዕሚ እያ እሳ ግን ደስ ኣይብላን ብጣዕሚ እያ ትቐኒ ነበረ ናብ ሓደ እዋን ክትከይድ ሓደ እዋን ክኸይድ እየ ናብ እታ ሰበይቱ ምስ ነገራ ብሓደ ሓደ መዓልቲ ከዱ እታ ሰበይቲ ደሞ ነዛ ድኻ ነበር ዝነበረት ብጣዕሚ ተሓጒሶም ብታሓጎስ ተቀበልዎም ምንም ክፍኣት ኣይነበሮምን ተቀቢሎም ሰላም ሓወይ ኣታ በላዕ ስተ ተጻ በልዎ ሓው ስለምንታይ እስካብ ክንድዚ ሃብታም ኣይ ኬንካ በሎ ቀልጢፍካ ክንድዚ ሃፍታም ኬንካ በሎ ክፍለ ብጣዕሚ ተሓጉሶም ግን እዞም ሰባት ብጣዕሚ ተሓጉሶም እዛ ድኻ ነበረት ብጣዕሚ ተሓጉሶም ምስ ረኸብዎም ግን እዚ ዝሰምዑ ስለ ዝኾነት እታ ሰበይቲ ግን ብጣዕሚ ትቐኒ ነበረት። ኣን- እ፣ ከመይ ጌርካ ረኺብካዮ ትብሎ ንዝሰብኣይ ከመይ ጌርካ ዝስ- ከመይ ጌርካ ረኺብካዮ እዚ ኩሉ ሃብቲ ከመይ ጌርካ ረኺብካዮ ኢላቶ ትወስዶ እዚ ሰብኣይ ደሞ ብጣዕሚ ቅኑዕ ስለ ዝነበረ ወርቅን ኣልማዝን እዙም ኣብ በር ኣብ ገዛ ዝነበረ ኩሉ ነገር የሪኦም ክትሽከም ምስ ጀመረት ብሕርቃና ክትሽከም ኣይደለየትን ብጣዕሚ ብጣዕሚ ብጣዕሚ ብሕርቃና ክትስከም ኣይደለየትን እታ ሰበይቲ ብሕርቃና ግን ደኺማ ክወስድ ደኸመት እታ ሰበይቲ ግን እታ ሰበይቲ ሓው እታ ሰበይቱ እዛ ሓያል ሰበይቱ ብሰንኪ ደኽመነታ ብሰንኪ ሕርቃና ግን ኣብ ተደፊኣ ነበረት ኣብ ውሽጣ ተሰይራ ነበረት እዞም እንታይ እዮም እዚ ሰብኣይ ደሞ ኣዝዩ ተረበሸ ክክ ኣዝዩ ተረበሸ ኩሉ ስርናይ ረከቦ ብፍላይ ን ምስ ወደቐት እዛ ሰበይቲ ግን ብጣዕሚ ሓዘነ። ከልዕላ ጀመረ ምስ ተልዓለት እሳ ግን ብሕርቃን ብሕርቃና እያ ብሕርቃና እያ እንትን ብሕርቃና እያ ዝወደቐት እምበር ምንም ኣይኮነትን እና እሳቶም ግን ተቐይሮም ናብራ ናብራ ጀሚሮም ናብርኦም ብስነ ስርዓት ብስነ ናብርኦም ጀመሩ። ብሰላም ዘለዎ ህይወት ጀመሩ። እና ክብራት ተኸታተልቲ እዚ ቁርፅ ቁርፅ ናበልኩ እየ ግን ብጣዕሚ እዩ ነዊሕ ስለ ዝኾነ ቁርፅ ቁርፅ ናበልኩ እየ እና እዚኣ ትመስል ነይራ ክብራት ተኸታተልቲ ብጣዕሚ ደስ ትብል ዛንታ እያ እስካ መጨረሻ ተኸታቲልኩም ትልኩምዋ ደስ ይብልና ሰብ ሕማቅ ከገብር ተሎ ንባዕሉ ንርእሱ እዩ ተመሊሱ ንርእሱ እዩ ማለት እዩና ሕማቅ ኣይንግበር ዳጋ እንታይ ከም ዘጋጠማ ንሕና ተመሊስና ንተኪ ንክእል ኢና ማለት እዩ እና እዚኣ ትመስል ነይራ ክብራት ተከታተልቲ ዛንታና እስከ ኣብ ካሊእ ዛንታና እስከ ንራከብ ሰላም ቅንያት ይኩነልኩም።